ኣብ ሂወተይ ካብ ኣዝየ ዝሓጎስኩሉ ዑደት እዩ ክብል ዝደሊ። እንታይ ዝኽሪ ትዝክር ናብዚ ባፅዕ ተፅቕላ ብምክንያት ፍርሒ ትፈንቀል?
ፍርሒ ትፈንቀል ክዝክር ከሎ ኩሉ ግዜ ናፅነትናስ ጉድ ኮይኑ ስለ ዝነበረ ኩሉ ግዜ ዓብዪ ዓብዪ

ክቡራት ተዓዘብትና ከም ትሪእዎ ዘለኹም ኣብዚ ዑደት ብዙሓት ኣጋይሽ ዳረኹብኪ ዝኸይድ ዘለኹ እዚኦም ሳይ ዝመፁ ኣጋይሽ ሕጂ ንንእሽ ዕላል ክገብረሎም እየ ዴቭ ተዓዚብና ፀኒሕና ኩሉ ሽም ካብ ኣልካ ተላልይና ኸ ካበይ ናይ ከተማ መፅኻ ሚካኤለ ገብረዝጊ ካብ ዳላስ ቴክሳስ ናይ ፉርቱና ማይ ከመይ ጽቡቅ ቋዕዳ ሓመጻኹ

ሰላም ሰሰን ኢንተርተይመንት ብምልእኹም ኣብ መላእ ዓለም ትርከቡ ኣፍቀርቲ ጥበብ ነዚኣ ምጭውቲ ንፍዕቲ ስነጥበባዊት ፉርቱና ብጣዕሚ ዝፈትዋ ኣብ ናይ ፈንቅል ኣጋጣሚ ረኪበ ኣለኹ ኣብ ሓደ ድማ ሎማዓንቲ ኣብ ኣይዘራ በርደ ግሪን ኣይላንድ ውዒልና ሕጂ ተመሊስና ኣለና ሓቂ የቐኔልና ብምልእኹም ኣብ ዘለኹም ብጣዕሚ ፅቡቅ ውዒልና በዓል ፍሸይ በዝሎ

ተዓዘብትና ከምዚ ትከታተልዎ ዘለኹም መደብና ጌና ቀጻሊ እዩ ዘሎ ከምዚ ኣቐድም ኣቢለ ንዝኽሪ ስርሒት ፈንቅል ንምስትምቓር ኢና ኣብዚ ከተማ ባጽዕ ወይ ምጽዋዕ ተረኺብና ዘለና ሕጂ ድማ ኣብ ግዜ ቀትሪ ከም ዝረኣኹሞ ሃዋህው ፈንቅል ከመይ ኣሎ፣ ኣጋይሽ ናብዚ ከተማ እዚ ምምጽኦም እንታይ ስምዒት ይፈጥረሎም ንዝብል ብቀትሪ ጀሚረዮ ነይረ፣ ሕጂ ድማ ኣብ ግዜ ምሸት ዝዛወር ዘሎ ኣጋይሽ ክረክብ እየ፣ ከመይ ኣሎ እቲ ኩነታት እንታይ ይመስል እቲ ስምዒት ክገልጹለይ እዮም፣ ሕጂ ውን ኣብኡ ከብለኩም እየ፣ ተከታተል።

ከመይ ትገልጾ እዚ ሃዋህው? እዚ ሃዋህው ከምቲ እዩ ረእዮ ሰብ ኩሉ ኣብ ገጹ እንታይ ይንበብ ኣሎ ናይ ደስታን ናይ ፍስሃን ናይ ሓጎስን ናይ ቅሳነትን እዩ ዝረአ ዘሎ ከምትርእዮ መዓልቲ ሰኒ መሊእ ዘሎ ኣብዘን ናይ ታንክታት ዝተርከቡ ተጋደልቲ መዓልቲ ሰኒ ንዓም ንክነብዶም መፅኡ ዘሎ ናይ ብሓቂ ደስ ዘብል እዩ ናይ ብሓቂ ፅቡቕ እስከ ናብ ከተማ ምጽዋዕ ን ዝኽሪ ስርሒት ፈንቅል ንምስትምቓር መጺኻ ኣለኻ። ከመይ ትገልጾ እዚ ሃዋህው ወይ እንታይ ዝኽሪ ይመጸካ ብዛዕባ ፈንቅል ክለዓል ከሎ? እወ እንታይ ስምዒት እፈጥረልካ ክትብሎ ከለኺ ንዓይ ዓቢ ዓቢ ዓቢ ስምዒት ትዝታ እዩ ዘለኒ ኣብዘን ሰለስተ ታንኪ ምኽንያቱ ካብተን ሰለስተ ሓንቲ ታንኪ ስጋላ ጥቅስ ኣጣሚ ኣትያ ንውሽጢ ባጽዕ ካብታ ኣብ ውሽጣ ዝነበሩ ሃለዋቶም ዘይተረኸቡ ሓደ ፀሓየ ተሰማርያ ምበሃል ወዲ ኸረን እዩ ዓርከይ ካብ ብንኣሽትና መተዓቢቲ ኢና ኣነ ሕጂ ናቱ ጠብላሕታ ምሻልቂ ከምዚ ይስማዓኒ እዩ ዋላ ንቶም ካልኦት ተሰውኡ ከማን ከምኡ እኳ እንተኾኑ እዚ ግን ካብቲ ህጻንነትና መተዓብይቲ ስለ ዝኾንና ንዘን ታንኪ ክርኢ ከለኹ ብጣዕሚ ታሽሙ ይስምዓኒ ወረግ ንውሽጢ ባዕፂ ክኣቱ ከለኹ ከማን በዚ እንዳሓለፍኩ ማኪና ሰላምታ ሒዘ እየ ንዘን ታንኪ ሓሊፈ እየ ንሆ ትብል
ብጣዕሚ ፅቡቅ እስከ ኣብ መወዳእታ ብስርሒት ፈንቅል ተመሓልፎ መልእኽቲ እንታይ ኣለካ ብስርሒት ፈንቅል ዘመሓላልፎ ማለት ስርሒት ፈንቅል ክበሃል ከሎ ኣብ ናይ ኤርትራ ነጻነት በር ዝኸፈተ እዩ። ደርጊ ከኣ ክሳዱ ዝተሓነቐሉ ብኣየር ጥራሕ ከም ጥቀም ስለዝተገበረ ጉረሩ ዝተተሓዘሉ እዩ ነይሩ። ኣነ ሓፈታሽ ንመንእሰይ ወለዶ ተመሓልፍሉ መልእኽቲ ሓፈሻ መንእሰይ ወለዶ ካብዚ ታሪክ ወሪሱ ነያያቱ ዓበይቲ ተኸቲሉ እዚ ሃገር ክሃንፃ ይላቦ።

ክቡራት ተዓዘብትና ከምዚ ትሪእዎ ዘለኹም ሃዋህው ስርሒት ፈንቅል ኣዝዩ ብደስ ዘብል ውዕዉዕ መንፈስን ደስ ዘብል ክሌማን እዩ ዝበዓል ዘሎ። ሕጂ ውን ሕልፍ ሕልፍ ኢለ ኣጋይሽ ክረክብ እየ እንታይ ስምዒት ኣሎ ወይ እንታይ ዝኽሪ ዝስምዖም ብምኽንያት ስርሒት ፈንቅል ክዘውር እየ ተከታተል። ደሓን ዶ ከመይ ደሓን ዲኻ መን ክብል ሽም? ሙሴ ኣክልዝጊ።
ሓራይ ሙሴ ወዲ ባጽዕ ዲኻ? ኦ ቶማስ ኣድማስ ወዲ ባጽዕ?
ኦ ወዲ ባጽዕ መን ክብል ሽም?
ዓሊ
ዓሊ ወዲ ባጽዕ? ኦ ተስፋኣለም ይበሃል። ተስፋኣለም ጋሻ ኢኻ ትመስል ዘለኻ። ካብ ወጻኢ ሃገር ኢኻ መጺኻ። ካበይ ዓዲ? ካብ ኣሜሪካ ሎስ ኣንጀለስ። ሸም

ፊልማዊት ኦኬ ኣብርሃም ኤንድ ፊልማዊት ከመይ ኣለኹም? ብጣዕሚ ጽቡቕ ኣባጽዓልና ኩላትና ካበይ መጺኹም? ካብ መንደፈራ መንደፈራ ብሓንሳእ ኩላትኩም? ጋሽ ባርካ ሰላም ሓወይ መን ክብል ሽም? ሮቤል እበሃል ካብ ኣስመራ ኢኻ መጽየ። መምህር ተኽላይ ይበሃል ካብ ከተማ ናቕፋ ማለትየ ኣሰልጣኒ ኩዕሶ እግሪ ደቂ ተባዕትዮ ንኡስ ዞባ ናቕፋ ማለትየ። ኣምለሶም ተስፋጽዮን እበሃል። ጋሻ ወላ ወዲ ዋጽዕ?
ጋሻ እየ ካብ ኣስመራ። ሓበን ክፍለ።
ሓረይ ሓበን እንቋዕ ደሓን መጻኺ። እንቋዕ ደሓን ጸናሕኩም።
ኣብ ከተማ ባጽዕ ተራኺብና ኣለና። ካበይ መጺኺ? ካብ ኣስመራ እየ መጽየ።
ኦኬ ንምንታይ ከ ናብዚ መጺኺ ዘለኺ ሕጂ? ፈንቅል ንምብዓል ኢና መጺና ዘለና ናብዚ ከተማ ባጽዕ ደስ ዝብል። ቁሪ ነገር ስለ ዘሎ ከኣ ደስ ዝብል ነገር እዩ ዘሎ ናይ ፈንቅል ከነብዕል ከኣ መጺና ኣለና ማለት እዩ። ብጣዕሚ ጽቡቅ እስከ ፈንቅል ክንብል ከለና እንታይ ዝኽሪ መጸኪ? ፈንቅል ጅግንነት ተሰርሓላ ቦታ እዩ ኣብ ባጽዕ ማለት እዩ ወላይቶ ኣይንወለድ ደኣ እምበር ግን ብጅግንነት ዝመጸት ስለ ዝኾነት ብፍላይ ቀጣን ስጋለት ብዙሕ ታሪኽ ዘለዋ እያ ትዕለል ማለት እዩ ክንሰምዓ ከለና ስለዚ በቃ ጅግንነት ስማዓና ማለት እዩ ሓበን ስማዓና ዝቐዲ ስርሒት ፈንቅልሲ ኣብ ኤርትራስ ዓቢ ለውጢ እያ ማለት ዓቢ ታሪኽ ዘለዋ ትኣሽም እያ ፈንቅል
ኤርትራ ኮሎኒ ሃላ ሽሕን ሸዓተ ሚእቲ ተስዓን ወጣሪ ዝነበረሉ ግዜ እቲ ናይ ነጻነት ኤርትራ ዝቀራረበሉ ዝነበረ ግዜ ከም ዝኾነ እዩ ዘርእየኒ። እንታይ ይፈጥረለይ መሲልኪ ማለትሲ ኣነ ንክህሉስ እቶም ዝሓለፉ ስውኣተይ ይዝክሮም ኣብ ዒስራ ሰነ ኮነ ኣብ ዒስራን ኣርባዕተን ግንቦት ከምኡ ውን ኣብ ፈንቅል ብጣዕሚ እየ ከኣ ሕጉስቲ ኤርትራዊት ምዃነይ ከኣ ኣመና ብጣዕሚ ሕጉስቲ ስለዚ ኣነ ከኣ ተማሂረ ኣብቲ ዝለዓለ ደረጃ በጺሐ ነቶም ከም ማለትሲ ነቶም ዝሓለፉሲ ነቶም ዝሓለፉ ሰማእታትናሲ ኣብ ቦታ ስራሕ ኮይነሲ ሃገረይ ከገልግል እየ ዝደሊ። ማለትሲ ትርጉሙ ከምዚ ሰማእታትና ናይቶም እቶም ጀጋኑ ንዛ ሃገር ዘምጽኡ ማለት እዩ። ቅድሚ ናይ ትስዓ ዓመት ቅድሚ ሰላሳን ክልተን ዓማታት ዝተዓወቱላ ከምዚ ንዖም ክንዝክር ኢልና ከምኡ ይስምዓና ኣዩ ማለት እዩ። ይመጸካ እቲ ዝሓለፈ መስዋእቲ ድዩ ዋላ ናይቶም ኣቦታትና ጅግንነት ኩሉ ነገር ኣብዚ ተፈጺሙ ክብሉካ ክብሉካ ከለዉ ክትሪኦ ከለካ ባዕልካስ ብዓይንካስ ደስ ብለካ ጽቡቅ ካስማዕካ። ነቲ ናይ ጀጋኑ ታሪኽ ኢና ከነስተማቕሮ ወይ ድማ ነቲ ኣምጺኦምልና ደለዉ ናጽነት ነቲ ኣምጺኦምልና ደለዉ ሰላም ንዑ ኢና ክንሪኦ መጺእና ዘለና ነቶም ጀጋኑ ኢና ከኣ ንዝክር ማለት እዩ እዛ ዳዕውጂ ባእሲ ምስ ተፈጠረ ፈንቅልካ ምፍንቓልካ መጺኡ
እዋእ ፈንቅል እኮ ከምቲ ድብሎ ፈንቅል እንድዩ ንሕና እኮ ንኣሽና ኣየርከብናሉን ግን በቲ ታሪክ ትሰምዖ በቲ ኣብ ማስ ሜድያ ትሪኦ ብጣዕሚ ከምዚ ሽዑ ዶ ይነበርኩ ኢኻ ትብል ምክንያቱ እቲ ዝሓለፈ ጅግንነት ኣቦታት ከዕልሉኻ ከለዉ፣ ዓበይቲ ኣሕዋትካ ከዕልሉኻ ከለዉሲ ብጣዕሚ ከቢድ ከም ዝነበረ፣ እዚ ናይ በዓል ስጋለት ገለ ክትሪኦ ከለኻ ሕጂ ሕጂ ገፊሕ ይብሉኻ ቀጢን እንከሎ ማዕረ ክንደይ ጅግንነት ከም ዝተፈጸመ፣ ማዕረ ክንደይ ከቢድ ነገር ከም ዝሓለፈስ ይረኣየካ። ኣብዚ እንታይ ክትገብሩ መጺኹም? ቀዳምነት ነዚ ከቢድ ርዝን ዝኾነ ዝኽሪ ናይ ፈንቅል ንክንብዕል ኢና ካልእ ድማ ናይዚ ተወዲቡ ነበረ ናይ ሰዋሕል ሊግ ናይ ኩዕሶ እግሪ ፀወታ ክንፍፅም ዝያዳ ከተዓዊትና ክንወፅእ ከመፂእና ማለት እዩ። እሞ ተዓዊትኩም ዶ?
ናይ ብሓቂ ብዘይ ጥርጥር። ክንደይ?
ቀዳመይቲ ደረጃ ድማ ወፂእና ወፂእና ብሓቂ ማለት እዩ። በል ናይ ብሓቂ። ኦ እንቃዕ ሓጎሰካ Thank you ኣዝዩ ነፈርቲ ሓፍተይ። ናይ ብሓቂ ካብ ጋሽ ባርካ ንባጽዕ ኣዝዩ ነዊሕ መንገዲ እዩ ካብ መንደፈራ ንባጽዕ ኣዝዩ ነዊሕ መንገዲ እዩ ከም ዝብሎ ጽናሕኩም ግን ሕድሪ ጀጋኑ ከኣ ከመይ ነይሩ ተሃዋህቡ ንምፍላጥ ምምጻእ ውን ኣዝዩ ኣዝዩ ደስ ዘብል ነገር እዩ እሞ ሕጂ መበል ሳልሳን ክልተን ዓመት ኣብ ምብዓል ኢና ዘለና ኣቐድም ኮ ኣቢለ ሓቲተኩም ጸኒሐ እየ ከመይ ኣሎ እቲ ኩነታት ትብሉ እስከ?
ብጣዕሚ ጽቡቕ ብጣዕሚ ጽቡቕ እዩ ዘሎ በቃ።
ቤላይ ኣብ ሙቕ ኩነታት ኢና መጺና ሕጂ ከማን ብሙቕ እንዳ ኮና ንፋነው ኣለና ብጣዕሚ ደስ ኢልና ንኸይድ ኣለና። ጽቡቕ
ጽባቐ ንፈንቅል። ዝኸለፈ ስርየት ፈንቀል ንባጽዕ ጽቡቕ ታሽሙ ጽቡቕ ትርኢት ገይርላ ኣሎ። ሕጂ ከምዚ ክንዲ ኮልና ጽቡቕ ናይ ምዝንጋዕ ግዜ ገይርላ ኣሎ ማለት እዩ። ብጣዕሚ ጽቡቕ ሓሩ ጀቐኒ ሕጂ ዛሕሊ ኮይኑ ቤላ ኣሎ። ዝሒሉ ደስ ኢልና ከማን ሃዋሁ ብጣዕሚ ጽቡቕ ኣሎ ትሪኦ ከለኻ ብዙሕ ሰብ መዓት ህዝቢ እዩ ዘሎ ሰብ ከኣ እንጆይ ይገብር ከም ዘሎ ይፍለጥ ደስ ዝብል እዩ ናይ ብሓቂ ማለት ኩሉ ሰብ ከተማ መጺኡ ክዛወር ከሎ ብፍላይ ኣብዚኤን ዘለዋ ታንክታት ጅግንነት ዝተሰርሓለን ስለ ዝኾና ብፍላይ ኩሉ ሰብ ደስ ብዝብል እዩ ዘውዕሎ ዘሎ ማለት እዩ። ብጣዕሚ ጽቡቕ መግለጺ የብሉን።
ጽቡቕ ማለትሲ ብጣዕሚ ጽቡቕ ሃምሎ መዓልትስ ርእየዮ ከማን ይፈልጥኒ መበል ክንደይ ግዜ ትመጽእ ኣለኻ? መበል ሳልሰይቲ ዓመተይ ማለት እዩ። ሳልሰይ ዓመተ ትመጽእ ኣለኻ ክሌ ማህም ያሉ ዋጸዕ
ክሬማ ዳርጋ ኣስመራ እየ ዘለኹ ክብርቲ ደ ዛዕሊ እዩ ዘሎ ዛዕሊ እዩ ዘሎ ብጣዕሚ ጽቡቕ ኣሎ ከማን እቲኦም ዘይመፁስ ከም ዝሃሩ ኮይኑዎም ገለ ክትብል ትኽእል ግን ብጣዕሚ ብጣዕሚ ዝሓሊ በቃ ዳርጋ ኣስመራ ሲ ኣስመራ ንእሸይ ክብላ ክእል ኣነ ናይ ባፅእ ዘሎ ሃዋሁ ማለት እዩ ብጣዕሚ ብጣዕሚ ብፍላይ ድማ ተዓዊቶም ሓለፍክዎ ብጣዕሚ ናይ ብሓቂ ድርብ ኮይኑሉ ድርብ ሓጎስ ከይኑኒ ማለት እዩ
መወዳእታ ተመሓልፉ መልእኽቲ ሃልዩ ቀዳምነት ንምሉእ ህዝቢ ኤርትራ እንቋዕ ናብዚ ረዚን በዓል ብሰላም ኣብጽሓና እየ ዝብል። ካልእ ድማ ንንኡስ ዘባ ናቕፋ እንቋዕ ሓጎሰኩም እንቋዕ ኣብዚ ረዚን በዓል ዓወት ሒዝኩም ከም ትምለሱ ዝገበረኩም እየ ዝብል። So thank you ከዚ። ካብ መንእሰይ ንመንእሰይ እንታይ ተመሓላልፍዮ መልእኽቲ ኣለኪ? ንመንእሰይ ኣነ ኩላትና ኤርትራውያን ማለት ከም ኤርትራውያን መጠን ኩላትና ተማሂርና ኣብቲ ዝለዓለ ደረጃ በጺሕና፣ ሃገርና እቲ ግቡእ ሃገራዊ ግቡእና ክንገብር ክንክእል ኣለና። ብናይ ባጽዕ ታሪኽ ሒዞም ንክዓብዩ እንደገና ከ ንሃገሮም ንከርምዑ ዘመሓልፍ መንእሰይ ወለዶና ታሪኽ እቲ ዝሓለፈ ሙሉ ክመሃርዎን ተደጋጋሚ ከኣ ዓበይትን ንኣሽቱን እንዳመሃሩ ታሪኻ ምትሕልላፍ ማለት እዩ። ኣብ መንእሰይ ደኣ ፈንቅል ክበሃል ከሎ ነቲ ነጻነት ኤርትራ መንእሰያት እዮም ተዋዲቖምሉ ተማዊቶም እስካዕ መጨረሻ። ሕጂ ከኣ እዚ ዘሎ መንእሰይ ከኣ ሕድሪ ተቐቢሉ ከኣ ነዚ ንመጻኢ ዝኾነ ይኹን ነገር እንተታት ማለት እዩ ተዳልዩ ክጽበን ናይ ሕድሪ ኣቦታቱ ድማ ክወርስ ተስፋ ገብ ጅግንነት ዝተፈፀመላ ሃገር ስለ ዝኾነት ሃገርና ንሓሉ ይብል ማለት እዩ ንዘለኣለም ሲ እዚ ሃገርና ኣብ ጎናኣ ክንከውን ይምነ ማለት እዩ ጀጋኑ ዝገበሩልና ነገር ሲ ቀሊል ነገር ከም ዘይኮነ ክሪኦ ከም ዘለዎ ከመሓላለፍ ኣብዚ መፅያ ብዙሕ ስለ ትርኢ መዓት ቅርስታት ኣሎ ርኢናዮ ሚዝም ኣቲና ገለ ጽቡቅ እዩ እንታይ እንታይ ተዓዚብኩም
ኣብርሃ ጽዮን ኣብርሃ ጽዮን ኣይነ ተጃልባ ኣብቲ ቤት መዘክራ ናት ከይድ ክርያ ኣብርሃ ጽዮን ትበሃል
ኣዝዩ ደስ ዘብል እዩ ናይ ባሓቂ ደስ ኢልኒ ቴንክ ዩ ቴንክ ዩ ቴንክ ዩ ቴንክ ዩ ንሓደ ከቢድ ዝኾነ ዋጋ ዝተኽፍሎ ኣቕሊልካ ክትሪኦ ኣይትኽእልን ስለዚ ብቐሊል ዝኾነ ነገራት ክርእይዎ ከም ዘይብሎም መንእሰያት እስኪ እስኻ ሕጂ ከም ንእሸይ እንታይ ተመሓላልፍ መልእኽቲ ኣለካ ንሃገር ተመሓላልፈሉ መልእኽቲ ወይ ንመንእሰይ ንዓኻ ንእሸይ ከማኻ ህፃውንቲ ተመሓላልፈሎ መልእኽቲ እንታይ እዩ ብዘይ ምባስ ብዘይ ምባስ እዚ ሽጋራ ወዲ መስተ ወዲ መስተ ካብ ዘይምስሓብ
የቀንየለይ ቴንክ ዩ
ንመንእሰይ ወለዶ ደኣ ሃገርና ብከቢድ መስዋእትን ብከቢድ መስገደልን ብተራ ነገር ድመፀት ከም ዘይኮነ ተረዲእና ኣብ ልምዓታ ኣብ መኸታኣ ኣብ ምዕባላኣ ዕዙዝ ተራ ክንፃወት ከም ዘለና እቲ ደም ስዋኣትና ንዕፅምቲ ስዋኣትናን ኣብዚ ባሕርን ኣብዚ መሬትን ተኸስኪሱ ደሎሲ ንዑ ነቲ ናቶምሲ በቃ ንልምዓት ክንገብሮ ከም ደለና ሃገርና ከነልምዕ ከም ደለና ሃገርና ክንምክት ከም ደለና ንኹሉ ነገር መሰናኽል ክንሰግሮ ከም ደለና እቲ ናቶም ዝሓለፍዎስ መሪር እዩ ሕጂ እቲ ዝቐለለ እዩ ተሪፉ ደሎ እሶም ብደምን ብዓጽምን እዮም ኣጽኒሖማ ንሕና ግን ራሃጽ ጥራይ ኢና ንሕተት ደለና እዛ ስዋይ ሕጂ ንሕና ሃገራውነትና ተሰሚዑሲ ካብ ልብኻ ተሰሚዒካስ ንሃገርካ ከተልምዓን ካብቲ ዝመጽእ ወለዶ ተቐቢልና ከኣ ንሕና ከም መንእሰያት መጠን ናብቶም ድሕሬና ደለዉ ከነሕልፎ ስለ ደለና እቶም መንእሰያት ንበሃልሲ ተረከብቲ ሕድሪ ምዃንና ፈሊጥናስ ከምቲ ናይ ኣቦታትና እኳ ኣይኹን ግን ንሕና ከኣ ንልምዓታን ንጽንዓታን ንምሕላው ልእልናውነታንሲ ኣብ እንግድዓና ምዃኑ በዚ ኣጋጣሚ እዚ ንኹሉ መንእሰይ ኤርትራ ኣብ ውሽጥን ኣብ ደገን ደሎ ከመሓላልፍ እደሊ ብሓፈሻ ከኣ ነቶም ነዚ ብርሃን እዚ ክንርኢ ንሕናስ ክንዛወር ኢና መጺና እሶም ጊን ንባጽዕ ሓራ ከውጽኡ እዮም መጺኦም ንዖም ዳዘከርና ነቲ እሶም ዳሃቡና ጽሩይ ኣየር ነስተንፍስ ደለናስ ምሻሎ ብሕልናኻ እንዳዘከርካ ክትዛናጋዕ ጥራይ ኢልካ ደይኮንካስ ዋላ ሱስ ኣብ ርእሳ ክመጽእ ኣለዎ። ክንደይ ካባና ዕጽፍ ዝርግሕ ዝብሉ መንእሰያት ኣብዚ ከም ኣብ ትሕቲ መሬት ከም ደለዉስ ክንፈልጥ ኣለና። ንዑ ተረዲእና ከኣ ሉኣላውነት ሃገርና ከነኽብር ሃገርና ክንሃንጽ በዚ ኣጋጣሚ እዚ ክሕብር እፈቱ። ናይ ባሓቂ ናይ ባሓቂ ደስ ዘብል ኢዩ ቴንኪው ብጣዓሚ ኢየ ዘመስግነካ ብሩኽ ምዝንጋዕ ይግበረልካ ምስ ኩሎም ፋሚሊኻ የቀንየለይ። ዑረስ በዓል ከኣ ንኹሎም ብሓፈሻ ንህዝቢ ኤርትራ ብፍላይ ከኣ ንደቂ ባጽዕ። ኣብ ከተምኦም ስለ ዘሎ ርሑስ በዓል ፈንቅል ንዓመታ ከኣ ከምዚ ኢልና ምስ ደቅና ምስ ኣሕዋትና ምስ ፋሚሊና ንመጾ ይግበረና። ኢንሻላህ ኣሜን ኣሜን ያኔለይ ያኔለይ ብጣዕሚ ያኔለይ ቴንኪዩ ቴንኪዩ

ምስ ጥዑም ሽታ ናይ ባሕሪ ሓደ ጋሻ ይሃላለየኩም። እዚ ትሪእዎ ዘለኹም ባሕሪ ብ ሽሕን ትሽዓተ ሚእትን ሰብዓን ሸውዓተን ወዲ ዕስራ ዓመት ዝነበረ መንእሰይ ኣብዚ ባሕሪ እዚ ዝተሳተፈ ገዲም ተጋዳላይ ኣብ ሰዓት እዚ እውን ሰንኪሉ ኣብ

ባባ ኪዳነ ብ ሽሕን ትሽዓተ ሚእቲ ሰብዓን ሸውዓተን መንእሰይ ወዲ ዕስራ ዓመት ከለኻ ኣብዚ ውግእ ዝተሳተፍካ ኢኻ ኣብ ውሽጢ ባሕሪ ድምጺ ናይ ባሕሪ ሽታ ናይ ባሕሪ ጽቡቅ ጌርካ ትፈልጦ ኢኻ እስከ ንድሕሪ ተመሊስካ ናይ ሰብዓን ሸውዓተን ዕብለልና ከመይ ኔሩ ኣብዚ ኩሉ ኩነታት።
ንሕና ከም ኤርትራዊ መጠን ደቂ ባሕሪ ከም ምኻንና መጠን ንመሬትና ንባሕርና ንምቁጽጻር ኢልና ዝኣተናዮ ኩናት፣

ኣብቲ ንጸላኢ ዝቐተለሉን ንመጀመርታ ናቕፋ ሓረር ዝወጽኣትሉን ናቕፋ ጸወታና ኣካይድና ንጸላኢ ዓላሽ ኣቢልና ሓይሊ ህዝባዊ ግንባር ሰውራ ኤርትራ ደልዲሉ ንደብ ናጽነት ዘበገሰ ናቕፋ እዩ። ስለዚ እዚ ባሕሪ እዚ ዝኽሪ ኣለዎ። ኣብዚ ብዙሓት ብጾት

ከቢድ ሓሳርን ናይ ብሓቂ ሰላሳን ክልተን ዓመት ዝብሉ ስርሒት ፈንቅል ግዜኡ ኣኺሉ ኣብ ምብዓል መጺና ኣለና። ፈንቅል ክበሃል ከሎ እንታይ ተዘክሮ ይመጸካ?
ፈንቅል ክበሃል ከሎ እቶም ቀደም ምእንቲ በጃ ዛምሬ ዝሓለፉ ኣብ ዝባሕሪ ዝጠፍኡ ዝለኣለም እዮም ዝዝከሩኒ። ሽዑ ናእሽቱ ስለ ዝነበርና ከማና ንእስነትና ዘለዎም ካባና ኣብ ዝተዓብዩ ኣብዚ በጃ እዚ ሓሊፎም ነዚ ብርሃንዚ ይኽፍቱ በጃ ድሓለፉ ንዘልኣለም ይዘከሩ። ናይ ብሓቂ ጽቡቅ እሞ ከም ገዲም ተጋዳላይ መጠን ንመንእሰይ ወለዶ እንታይ መልእኽቲ መመሓላልፍካ ኣለካ? እወ መንእሰይ ወለዶ ብሓቂ እቲ ሕድሪ ተቀቢልዎ እንድዩ። ተቐቢሉሲ እሱዩ ዋና መሬትን ዋና ባሕርን ስለዚ እዚ ወለዶ እዚ ብሓፈሽኡ ብቐጻልነት ሓላፍነቱ ተሰኪሙ ኣብ ድብጻሕ ክበጽሖ ትሕቲ ግደ ግደዩ ግደ ስለዝኾነ ማለት ንዘላኣለም ንያታቱ እንዳዘከረ ሕድሮኦም ካይጠለመ ኣብቲ ከብጽሖ ዝግባእ ኤርትራ ክትበጽሓሉ ዝግባኣ ክብል ጸኒሐ ሓሊፉ እዩ ተግባሩ። ሓንቲ ሕቶ ኣላትኒ ዝኾነ ጅግና ፈካሪ ኣነ በሃሊ ገለ ገለ እዩ ኤርትራዊ ጅግና ግን ሓፋር እዩ ስለምንታይ እዩ? እወ ዝኾነ ጅግና ናብ ነዞም ከባቢና ጸላእትና ዝነበሩ ብሓፈሽኡ ነዛ ንእሽተይ ዝሰርሕዋ ብዙሕ ነገር እዮም ድጃሃሩላ መን ኣነ ከምዚ ገይረ የብሉን ኤርትራዊ ግን ከምኡ ባህሊ የብሉን ምክንያቲ ኤርትራዊ ኖህቲ ድሰርሖ ስራሕ ንህዝቡን ሃገሩን ኢሉ ስለ ዝኾነ ንዕኡ ኣነ ከምዚ ገይረ እንደ ይብል ናይ ኤርትራዊ ባህሊ ኣይኮነን ከምኡ ነይሩ ዝኸውንማ እዚ ናጽነት እዚ ከማን ብኣግኡ ኣብ ከምዚ ደረጃ ኣይምበጽሐን ምክንያቱ ንስኻ ንምንታይ ጅግና ምዃንካ ነቶም ብጾትካ ኢኻ ኣብነት ትኸውን ንህዝባን ሃገርካን እምበር ንሽምካ ኣይኮነን ንሽምካ ስለ ዝኾነ ኤርትራዊ ማለት ጅግንነቱ ኣነ ጀግና እንዴ ከም በዓል ከምዚ እንዴ ኢሉ ኤርትራዊ ከምኡ ኣይጃህር ኣይንየት ባህሉ ኣይኮነን እሱ እዩ መጠቂሞ ንሰውራ ኤርትራ ዘዕወተ ኣብ ግዜ ሽሕን ትሽዓተ ሚእትን ሰብዓን ሸውዓተን እዚ ቦታ እዚ ኣዝዩ ጽንኩር ኪናት ዝነበሮ ብዙሕ ጅግንነት ዝወደቖ ኣዝዩ ኣዝዩ ጽዑቕ ዝነበረ ግዜ ተሳቲፍካሉን ኔርካዮን ወዲ ዕስራ ዓመት ወጺኻን ኢኻ። ኣብዚ ሰዓት እዚ ድማ ካብ መላእ ህዝቢ ኤርትራ ክዘናግዓሉ መጺኡ ኣሎ። እስከ እንታይ ይስመዓካ? እወ ጽቡቅ እዩ ዝስመዓኒ ምክንያቱ ነቶም ቀደም ተቃለስቲ ብጾተይ ኣብዚ በጃ ዝሓለፉ እናዘከርኩ ንከምዚ ዓይነት ምስምቃረይ ኣዝዩ እዩ ዘሕብነኒ ምክንያቱ ልዕሊ ኩሉ ናቶም መስዋእቲ ሕድሪ ናቶም እዚ እዚ ዓብዪ ወነንቲ ብምዃንና ብጣዕሚ እዩ ዘሕጉሰኒ።
እሞ ኣብዚ ሕጂ ብምሉኦም ክመጹ እዮም፣ ሕጂ እኳ ኣብ ጽምው ዝበለ ሰዓተይ ረኺበካ ኣለኹ፣ ብንግህኡ ክመጹ ክዛናግዑ ኩሉ ሰብ ክሕምብስ እዩ፣ ኣብዚ ባሕሪ እዚ ክሕምብስ ከሎ ህዝቢ ኤርትራ ናይ መወዳእታ እዚኣ እንታይ ትስምዓካ? ጽቡቕ ዜርካ ግለጸለይ። ናይ ብሓቂ እዚ ከምዚ ገሩ ተኹሉ ኤርትራ ኤርትራዊ ኣብ መጽ ኣብዚ ባሕሪ እዚ ክሕምብስ ብጣዕሚ እዩ ደስታ ዝስማዓኒ ሓደ ነቶም ንድሕሪት እንዳዘከርኩን ካልኣይ እማ ናቶም ጻማ ፍረ መስዋእቶም እማ ርኣኺ እዚ ኩሉ ኤርትራዊ ኣብዚ ወናኒ ባሕሪ ኮይኑ ምስታፉ ምሕንባሱ ምዝንጋዑ ኣዝዩ እዩ ደጉሰኒ ንበዓል እዚ ቦታ እዚ ብዙሕ መስዋእቲ እዩ ተኸፊልዎ ሽዑ ህዝባዊ ግንባር ሰውራ ኤርትራ ዘይማዕበለሉ ሓንቲ ነገር ዘይነበረሉ ታንኪ ታንኪሲ ብጥይ ብቡምባ ጌርካ ኢኻ ትማርኽ ኔርካ ሕጂ ነቶም ታንኪ ድማረኹ ነበሩ ብቡምባ ንዖም ዳዘከርካ ጅግንነቶም እዚ ባሕሪ እዚ እማ ከምዚ ኢልና ምስ መቃርና ኣዝዩ እዩ ደጉሰኒ ከም ኤርትራዊ መጠን። የቐኔለይ ባባ ኪዳነ ብጣዕሚ እየ ዘመስግን ርሑስ ቅንያት ዝኽሪ ስርሒት ፈንቅል ግበረልና Thank you። ንኹሉ ንኹሉ ንኹሉ ኣብዚ ዝቐነየ ህዝቢ ኣዝዩ ደስ ዘብል ንፋስ ኣዝዩ ደስ ዘብል ክሌማ ይቐንዩ ባጽዕ ዛሕሊ እዩ ዘሎ ኩሉ ድማ ተሓጒሱ ከምዚ ከማይ ይኸይድ ከም ዘሎ ዘጠራጥር የብለይን ሓንቲ ደስ ትብለኒ ግን እዚ ባሕሪ እዚ እዚ ንፋስ እዚ ከነስተማቕሮ ኣብዚ ባሕሪ እዚ ዝጠፍኡ ጀጓኑ ሰማእታት ኤርትራ ኣብዚ ግንባር እዚ ዝጠፍኡ ጀጋኑ ሰማእታት ኤርትራ ምእንቲ እዛ ሃገር ምእንቲ እዚ ባሕሪ ንሕና ንኣሽቱ ወለዶ ኣስተማቒርና ከም ድሌትና ንኽንከደሉ ኣብዚ ባሕሪ እዚ ጠፊኦም ተወፍዮም እሞ ዘልኣለም ኣኣብ ዘለውዎ ክብርን ሞገስን ንሰማእታትና ይግበረለይ ናይ ሎሚ ቴማ ዝኽሪ ስርሒት ፈንቅል መበል ሰላሳን ክልተን ዓመት ፈንቅል ሕላገት ጅግንነት ወሎዶታት። መቸም ኩቡራት ተዓዘብትና ጽባቀ ናይ ኤርትራ ዘለዋ ሃብቲ ኩሉ ነገር ገሊጽካ ዝውዳእ ኣይኮነን ከምዚ ትሪእዎ ደለኹም ዓንተቦይ ካብ ጎርግሽ ስብ ወጺኤ ቻው ኢለኩም ተፋኒኩም ኔረ እንተኾነ ግን እቲ ዝስራሕ ዘሎ ጌና ብኣዝዩ ሓያል ተወፋይነት ኣዝዩ ንሃገርካ ንምልማዕ ዝስራሕ ዘሎ ብጀጋኑ ሓይልታት ምክልኻል ኤርትራ ዝስራሕ ዘሎ ንእግረ መንገድና ብባፀ ጌርና ኣብ ጋሕቴና ኢና ዘለና እስሪዎ ዘለኹም ሓድሽ ዲጋ ዝስራሕ ዘሎ እዩ ከምዚ ኣድም ኣቢለ ዝነገርኩኹም ብጀጋኑ ሓይልታት ምክልኻል ኤርትራ ድህነት ዘሎ ዓቢ ዓቢ ዲጋ ኣብ ጋሕቴላ እዩ ዝርከብ። ከምዚ ንዕዘቦ ዘለና እዩ። ጽባቐን ሃብትን ናይ ኤርትራ ገሊጽካ ዝውዳእ ኣይኮነን። ሕጂ ከምዚ ኢለ ክገልጾ ኣነ ከየባላሽዎ ከም ትሪእዎ ዘለኹም ግን ኣብዚ ዓቢ ዲጋ ዝስራሕ ዘሎ ኣብ ጋሕቴላ እዩ ዝርከብ ኢና ዘለና። ኣብ ምስራሕ እዩ ዝርከብ ዘሎ። ከም ዝሪኦ ዘለና ኣገራምን ኣደናቕን ኣሰራርሓ እዩ ዘሎ። ብዙሕ ሃልኪ ከም ዝወጾ እውን ከም ዝንዕዘቦ ዘለና እዩ። ናይ ባሓቂ ተሓጉሸ ኣለኩ ናይ ባሓቂ ደስ ኢሉኒ ኣሎ ኣብዚ ብምምጻና ኩላትና ምዞም ይሕዋተይ ሕጂ ንእሽተይ ዘወር ዘወር ክንብል ኢና ኣብዚ ክንሰኣል ኢና ክንዘናጋዕ ኢና ከመይ ይመስል እቲ ኩነታት ድማ ምሳና ኮንኩም ክትዘናግዑን ክትሕጎሱን እየ ዝደሊ ብሩክ ምክታል ይግበረልኩም።